ሰላም ደሓን ዶ ቤላ ቤላ ኣነ ጽቡቕ እንዲኻ ዘለኻ ኣብዚ ክትብሎ ጸናሕካ ናይ ሊብያ ነገር ሲ ኣብ ኤርትራ እንዲ ክዕረ ዘለዎ እቲ ቀንዲ ነገር ግን እቲ ሰብሲ ኣብ ሱዳን ይነብር ኣብ ግብፂ ይነብር ኣማራፂ የብሉን ንኣብነት ብቀይሕ መስቀል ከይመፅእ ናብ ኤሮፓ ዕድል ይስእል ማለት እዩ ኣብኡ ኮንካ ከዓ ክትነብር ኣይትኽእልን ኢኻ ምክንያቱ ስራሕ የለ ስድራ ክትሕግዝ ኣይትኽእልን ኢኻ ሕጂ ሲ እንታይ እሞ ክገብር እቲ ናይ መወዳእታ ኣማራፂ ሲ ከምቲ ዝበልካዮ ናይ ኤርትራ ነገር እዩ ክዕረ ዘለዎ እምበር ብሊባ ኣይትፈቱን ወይ ብባሕሪ ኣይትፈቱን ኢልካሲ ዝኸውን ነገር ኣይመስለኒ ከምዛ ክፅሕፈልካ ዝፀንሐ ዝጎዲ ማለት እዎ እንታይ ድዩ ሕጂ ክልተ ነገር እንድዩ ሓቅኻ እንዲኻ ደፋእ ሮቋሕ ኣሎ እንዶ ኩሉ ግዜ ግን ነቲ ድሰምዕ ነቶም ብሕጂ ክብገሱ ዝሓስቡ ንዕኦምሲ ገለ ሰባት ኮንሸስ ንምግባር ዝመጽእ ዘሎ ዘረባ እዩ ሕጂ ንሕና ኢልናዮ የቋርጹ ማለት ደይኮነ ግን ንገሊኦምሲ እንተቋርጹ ብዝብል እዩ በዛ ሕጂ ዘላታ ሊብያ እሞ ዓይኑ እንዳረኣየ ተመጽዩሲ ከመይ ኣሞ ክትከውን ያ ያ እሱ ጽቡቅ ኣለኻ ኩሉ ሰብ እወ ነቶ- ነትርኡ ዘሎ ከዓ እቲ ክንገብሮ ንኽእል እንታይ እዩ? እቲ ድምፂ እቲ ገለ ዝበሃል ዘሎ ኦኬ ዊ ዊል ትራይ ኣወር ቤስት ካብዚኣ ወፃእ ግን ዋላ ንሕና እስከ ነድሕኖ ይንኽእል ኢና እያ ዘላታ ዘረባ ያ ያ ያ እንታይ ድዩ ኣነ ከም ሰብ ክሓስቦ ከለኹ እቲ ሰብሲ ንሊብያ ክኣቱ ከሎ እቲ ጸገም ዘይርድኦ ኣይኮነን ኣብኡ ክመጽእ ከሎሲ ሽግር ከም ተሕልፍሲ ልዕሊ ማንም ይርዳእካ እዩ ግን ናይ መወዳእታ ኣማራጺ በጽሓ። ንኣብነት ሓደ ሓሙሽተ ዓመት ገብረ ኣብ ኣፍሪቃ፣ ኣብ ኣዲስ ኣበባ፣ ኣብ ሱዳን፣ ኣብ ገለ እንተኸደስ ኣይ ንስድርኡ ኣይ ንነብሱ ሰከም ናይ ሰብ ኢኻ ትኸውን። ብኤሮፓሲ እንዳተሓወልካ ኢኻ ትነብር። ሶ እንታይ ክገብር ይኽእል? እሱ እዩ እምበር እቲ ሰብሲ ሲ ጸገም ኣብ ሊብያ ከም ዘሎ ምርዳእ ዊን ምባል ኣይኮነን። ግን ጽቡቕ እቲ ትብሎ ዘለኻ ንመጀመርያ ግዜ ኣብ ኤርትራ እዩ ክዕረ ዘለዎ እቲ ነገር። ኣብ ኤርትራሲ ካብ ግፋ እቲ ስራሕ ኣብኡ ክፍጠር ኣለዎ። ሰብሲ ኣብ ዓዱ ሰሪሑ ኣብ ዓዱ ዴሞክራሲ ረኺቡ ክነብር ኣለዎ እሞ ሽዑ ኣማራጺ ስለ ዝረክብ ናብ እንታይ ድባል ኣይትኣቱን ኢኻ ናብ ሪስኪ ትኣቱን ኢኻ ናብ ከምዚ ኣብ ሂወትካ ዝፍትን ነገርሲ ከመይ ጌርካ ትኣቱ ኣይትኣቱን ኢኻ እቲ መጀመርያ ኣብ ዓድና እዩ ክኾን ዘለዎ እቶም ኣብ ሊብያ ዘለዉ ከዓ ብሓፈሻ መዋፅ እፍጠሩ ኣሎ ከምቲ ዝበልካዮ ከዓ ኣብቲ ከምዚ እንዳተረኣየ ከሉ ሕጂ ሲ ብዙሕ ሰብ ኣሎ ድመፀን ኣብ ሊብያ ሶ እሱ ፅቡቅ ኣለ ከዓ ነዚኣ ክብል ኢለ ንኪዩ ያ ቴንኪው ክቡር ሓው ሓራሽ ቴንኪው መርሓባ ዘሎ ኢሹ ክፍታሕ ተኮይኑ ሽግርና ኣብ ኤርትራ ከዓ ክፍታሕ ክኽእል ኣለዎ ሰላም ሰላም
ሰላም ሜሮና ኣብ ወሰድዮ ዓባስ ከመይ ከመይ ኣለኻ ሰላም ሰላም እዩ እወ ከም ወትሮ ኩሉ ግዜ ድምፂ ናይ ኣሕዋትካ ምስ ኮንካ ኢኻ ብጣዕሚ ሕብን ሕብንቲ እየ ብኣኻ ሜሮና ቀፂለ እዚ ናይ ሊብያ እንታይ እዩ ኣጋጢሙ ንዝብል ናይ ብሓቂ ዓመት ዓመት ኩሉ ግዜ ቀሲኖም እውን ኣይፈልጥኖም ሊብያ ሲኦል እያ እዚ ከዓ ኣብዚ ሕጂ እዋን ኖንዶ እቶም ኣብ ውሽጢ ዘለዉስ ብደገ ሓደሽቲ መዓልታዊ ዘይተኣደኑ ቁጽሪ እዮም ዝኣትዉ ዘለዉ ካብ ኡጋንዳ ካብ ኢትዮጵያ ካብ ግብጺ ካብ ኤርትራ ከይተረፈ እውን እቲ ድሕዝነካ ንሱ እዩ እወ እቲ ጠንቂ ክእለይ ኣለዎ እቲ ቀንዲ ጸገምና ክፍታሕ ኣለዎ ንሱ ምስ ተፈትሐ ኢና ከዓ እዚ ዘይሕጋዊ ስደት ጠጠው ክብል ዝኽእል ግን ኮይኑ ግን መናእሰያትና ካብን ናብን መንበሪ ስኢኖም ካብ መዓስከር ናብ መዓስከር ዝመፁ ዘለዉ እዮም። መብዛሕትኦም ኣብ መዓስከራት ትግራይ ዝነበሩ ካብኡ ሃፂሎም ጠፊኦም ናብ ኢትዮጵያ ናብ ኣለምዋጭ ዝወፁ ካብ ኣለምዋጭ መሊሶም ናብ ሱዳን ሱዳን ኩናት ኣጋጢምዎም ናብ ግብፂ ካብ ግብፂ ሕጂ እውን ናብ ሊብያ እዚ እዩ እቲ ዝኸይድ ዘሎ ነዚ ተጠቂሞም ሰብ ረብሓ ኣብ ረብሐኦም ዘውዕሉ ማእለያ ዘይብሎም መሰጋገርቲ ደቂ ሰባት ሎሚ ብዕሊ ኣብ ሶሻል ሜድያ ኮይኖም እዮም ኣድቨርታይዝ ዝገብሩ ዘለዉ። እቲ ድሕዝነካ ንሱ እዩ። መን እዮም እንተልና እውን ኩሎም ናይቶም ከባቢና ኤርትራውያን ኣለዉ፣ ተጋሩ ኣለዉ፣ ኦሮሞ ኣለዉ፣ ኣምሓራ ኣለዉ፣ ብከምኡ ክንገልፆም እንተኮይንና ኩሉ እዩ ተሳቲፉ ዘሎ። ስለዚ እዚ ኩነታት እዚ ሓድሽ እኳ እንተዘይኮነ ዓሚ እውን ከምዚ ተመሳሳሊ ኣጋጢሙ ነይሩ እቲ ህዝቢ እዩ ናዕቢ ኣልዒሉ ዘሎ ማለት ናብ ስደተኛታት ዝዓለመ ኣይኮነን ግን ብዛዕባ ስደተኛታት ናብቶም ትካላት ኤንጂኦታት ናብኦም ዝዓለመ ሰላማዊ ሰልፍን ናዕብን እዩ ተላዒሉ ዘሎ። እዚ ከኣ ሜሮን ኣነ ንስኻን ኣብ ኣውሮፓ ኢና ንነብር እንታይ ይካየድ ኣሎ ኣብዚ እውን ንፈልጦ ኢና እቲ ጸቕጢ ካብ ሕብረት ኦይሮፓ ዝመጽእ ዘሎ ስደተኛታት ናብዚ የዕለቕሊቑ ስለ ዘሎ ኣይንደልይን ኢና ናብዚ ክመጹ ስለ ዝብሉ ዘለዉ በዚ መሰረት ድማ ከም ምርጫ ክሳብ ሕጂ ኣብ ሊብያ ዘይነበረ ከም ሳልሳይ ምርጫ እቶም ስደተኛታት ብዕሊ ኣብኡ ኢንትግሬት ገይሮም ክነብሩ፣ ክሰርሑ፣ ክሳብ ዜግነት ክወሃቦም ዝብል ስነ ሓሳብ እዮም ሊብያውያን ከም ህዝቢ ዘይተቐበልዎ ዘለዉ። እዚ ስለ ዘይተቐበልዎ ድማ ናዕቢ ዝተሓወሶ ሰላማዊ ሰልፊ ወጺኦም ሎሚ እዚ ዝሓለፈ ሰሙን ንሪኦ ዘለና ተቓውሞኦም ዘስምዑ ዘለዉ። እቲ ምንታይሲ ናይ ብሓቂ ብስደተኛታት ሊብያ የዕለቕሊቐ እያ። እቶም ስደተኛታት ግን እዚ ዓይነት ሓበሬታ ናብኦም ኣይመጸን። እቲ ዝገርመካ ንሱ እዩ። ዝፈልጥዎ ብዛዕባ እዚ ጉዳይ የለን። እንታይ ደኣ እቲ ህዝቢ እዚ ሰሚዑ ኣሎ፣ እቶም ትካላት እውን ነዚ ይፈልጡ እዮም፣ ክቕበልዎ ግን ኣይደለዩን። ንሕና ባህልናን ሃይማኖትናን ልኡላውነትናን ዓቂብና ክንነብር ንደሊ ህዝቢ ኢና ይብሉ ኣለዉ ህዝቢ ሊብያ ሊብያ ናይ ሊብያውያን እያ ይብሉ ኣለዉ ስለዚ እዩ ከዓ እቲ ናዕቢ ናይ ህዝቢ ተላዒሉ ዘሎ ነዚ ናዕቢ ግን ንሕና ከም ሕብረተሰብ ኣብ ውሽጥን ኣብ ደገን ዘለና ማለት ኣብ ሊብያ ዘለውን ንሕና ከዓ ኣብ ደገ ዘለናን ክንህደኦ ዝኣንበር መሊስና ነቲ ናዕቢ ተላዒሉ ዘሎ ናዕቢ ክንውስኸሉ ይብልናን ኣብዚ ሶሻል ሜድያ ዝኸይድ ዘሎ እቲ ተበግሶ ድምፂ ምዃን ፅቡቕ እዩ፣ ሰናይ እዩ፣ ግን ብርድኢትን ብምስትውዓልን ክኸውን ኣለዎ። ናይ ሊብያ ባንዴራ እንዳገበርና ብዙሕ ቪድዮታት ናይ ቀደም ዝነበረን ናይ ሕጅን ሓዋዊስካ ዝስራሕ ቪድዮታት ኣንፃር ህዝቢ ሊብያ እዚ ብጣዕሚ ኣሰካፊ እዩ። ነቲ ናዕብኻ መሊሱ እዩ ናዕቢ ክውስኸሉ። ስለዚ ኣብዚ ጥንቃቐ የድልዮ። ድምጺ ካብ ምዃን ሓሊፍና ጠጠው ኢልና ኣይንፈልጥን። ከም ትካል ሱርባና ምስ ጆርጆ ገብረስላሴ ትፈልጥ ኢኻ። ሕጂ እውን እቲ ዝግበር ንገብር ኣለና፣ ግን ብሓደ ኢድካ ስለ ዘይጠቓዕ ንነዊሕ ግዜ እውን ንዑ ሕበሩና ሓቢርና ሽግርና ንፍታሕ ብምባል እውን ጎስጓስ ክንገብር ጸኒሕና። በብዝመጸ ነዊሕ ዓመታት ኣብ ወትሳፕ ግሩፐታት እንዳኸፈትና ብዙሕ ከነገልግል ጸኒሕና ኢና፣ ሕጂ ድማ ኣብ ቴሌግራም ናይ ሱርባና ግሎባል ኮሚኒቲ ዝብል ከፊትና ኣብ ቴሌግራም ንጠርነፍ ንብል ኣለና። እዚኣ ምስ ንገብር ሓቢርና እቲ ጥርናፊ ሓይሊ ስለ ዝኾነ ድምጺ ብዲፕሎማስያዊ ርክባት ጌርካ ንዝምልከቶ ኣካል ፍታሕ ሓፈሻዊ ፍታሕ ንምርካብ እምበር ብውልቂ ወይ ብውሱናት ሰባት ዝፍታሕ ሽግር ኣይኮነን። ሽግርና ብቐንዱ ኣብ ሃገርና ዘሎ ሽግር እዩ። ስለዚ እዚኣ ክብል እየ። የኣኔለ ሜሮና ስለቲ ተበግሶኻ ብድሆታት ስቓዮም ናይ ኣብ ሊብያ ዘሎ ጸብጺብካ ይውዳእኒ። እዚ እዩ ኮይኑ ዘሎ
ኦኬ ቴንክ ዩ ሊያ ሓፍተይ ቴንክ ዩ
ንስታት ኣርባዕተ ዓመት እንደ ዝከታተለካ ነረ ኣብዚ ገዛ ኣብዚ ኣትየ ይፈልጥኒ ብጣዕሚ ዘናቀካ ብጣዕሚ ዝድግፎ ናትካ ሓሳብ ማለት እዩ ሕጂ ኣብዚ ሁሉ ኩነታት እንታይ ክብል ደሊ መሲልካ ሜርዓዊ ኣቦታትናስ እንታይ ይብሉ መሲልካ ምስላ ኣሎ ካብ ጉይይ ማዓል ክሳድ ማሓዝ ንሕና ሽግርና ኣብ ኤርትራ እዩ እቲ ፀገም ኣብ ኤርትራ ኣብ ኩሉ ሃገራት ከከድና ካብ ነእዊ እቲ ሽግር ኣለሊካ ተጠንቂ ማለት እዩ ፍታሕ ምምፃእ እዩ ማለት ዋላ እቲ ሓላፍነት ዘሎ ኣብ መንግስቲ ዘሎ ምቅያር ገለ ኣየድልየናን እዩ እቲ ስርዓት ከም ዘለዎ ኮይኑ ምሕደራ መንእሰይሲ ሰሪሑ ክኣቱ ትንፋስ ናይ ዓዱ እንዳስተማቕረ ሰሪሑ ክኣቱ ምሕደራ ናይታ ሃገር ከመይ ጌርካ ትልውጦ እዚ እዩ ዘድልየና ዘሎ መንእሰይ ስራሕ እንድሕር ተኸፊትሉ ተፈቲሕሉ እንታይ ኣሎ እሞ ስደት ክወፅእ እንታይ ክንገብር ኢና ነዚ ሽግር እዚ ነዚ ኩሉ ኣብ ሊብያ ኣብ ፍቖዶ ኣፍሪቃ ዝሳቐ ዘሎ መንእሰይ ኣየድልዮን እዩ ኣብ ዓዱ እዩ ክነብር ዝመርፅ ማለት እዩ። ሕጂ በቃ ነቲ እስኻ ትህቦ ኩሉ ግዜ ሓሳባት ዘረባታት ኩሉ ንከታተለካ ኢና ኣነ ኣድናቂኻ ናትካ እየ ማለት እዩ ዝኾነ ዓይነት ክሳይ ተፅዕኖ ክትፈጥር ትኽእለሉ መንገዲ ከም ውድብ ድዩ ወይ ገለ ተትፈጥር ሰዓብትኻስ ብዙሓት እዮም ንምባለይ ሜሪ ሓወይ ዝኾነ ለውጢ ክመፅእ ኣብታ ሃገርና እሞ ቀሲንና ክንነብር። መፃኢ ንክነጣጥሕ ማለት እዩ ኖ ናይ ባሓቂኻ ጽቡቕ ኣለኻ ክቡር ሓው እንታይ እዩ እቲ ቁም ነገር ንሱ እዩ መወዳእታ እቲ ንሕና እንታይ እዩ ናይዚ ዓዲ ናይዚ ሃገር ነገር ከም በቃ ሰብ እኮ ኣብ ዩጋንዳ ነብር እዩ ምሽ ያ ኤርትራዊ ሲ ኣብ ካምፓላ ነብር ኣብ ኣዲስ ነብር ኣብ ግብፂ ይነብር ኣብ ሙሉእ ዓለም ይነብር ኣብ ዓድና ጥራሕ ዘይንነብር ስለምንታይ ኢና ምክንያቱ እቲ ስርዓት ንሕና ናይ ቁጠባ ኣይኮነ ናይ መንግስቲ ናይ ዲሞክራሲ እውን ኣይኮነን ብመሰረቱ ሕቶና ሕቶና ሲ ንግሆ ተሲእካ ንስኻስ ተገፊፍካ ዲኻ ገለ ኣርባዕተ ሓሙሽተ ዓመት ኣብ ፈቖዶ ዓሰብ ትኸይድ ተኾንካ ኣብ ፈቖዶ ገለመለ ትውሰድ ተኾንካ እንታይ ደኣ እሞ ትፍልልዩ ንዓኻ ምስ ስደት ስለዚ እቲ ኩሉ ነገር ኣብቲ ዓድስ ከም ዝበልካዮ እውን እዩ እቲ መሰረታዊ ሕቶ ሰብ ክነብር ናፃ ክግደፍ ኣለዎ ስለዚ ናብኡ ኢና ፎካስ ክንገብር ዘለና ቴንክ ዩ ብዝኾነ ክቡር ሓው ኤኒወይ ክንሰርሓሉ ኢና ኣብ መወዳእታ ናብኡ እዩ ኣማራፂ የለን ተዘይኮይኑ ግን ኡይ እንዳበልካ ምንባር ሜራ ሓወይ ወላ ሓንቲ ናትካ ሓሳባት ገለ ኩሉ ነገር ትብሎ ንስኻ ፅቡቅ ነገር እዩ ማለት ንስኻ ንዓና ነዚ ወለዶ እዚ ክትመርሓና ትኽእል ቅሩብ ናትካ ካብዚ ደሎ ኣብ ኩሉ ኣብዚ ሶሻል ሚድያ ጸለውቲ ዝበሃሉ ዋላ ብፖለቲካ ኣተሓሳስባ ገለ ዝሓሸ ናትካ ኮይኑ ስለ ዝስመዐና መብዛሕትኡ መንእሰያት ኣብ ዝኾነ ክትራኸብ ከለኻ ገለ ተዕልል ኢኻ ብዛዕባ ፖለቲካ ናይ ሃገርካ ገለ ኔሩ ኢልካ እንድሕር ኢልካ ዝድግፎ ዓይነት ኣተሓሳስባ እዩ ዘለካ ሕጂ ዝኾነ ምሻለካ ከምዚ ዝኾነ ውድብ መሳሊ ድዩ? ገለ ንዓና ኣብዚ ግዜ እዚ ፍታሕ ከምፀና ዝኽእል ነቲ ዘሎ ምሕደራ ስርዓት ፀቕጢ ክፈጥረሉ ዝኽእል ቁሩብ ንዓና ፍታሕ ክምጠልና ዝኽእል ሲ ገለ ነገር እንተተሓስብ ማለት እዩ።
ጠዋሊ እወ ነኖ ኣሎ ደሓን ንሓስቦ ኣለና እንዶ ኣብዚ ሓፂር ዘይኮነ እዋን ድማ ኣዝዩ ዓብ ነገር ክግበር እዩ ብዝኾነ ሶ ቴንክ ዩ ባይ ወይ ነቲ ኣድናቖትካ ገለ ክቡር ሓው ኤኒወይ ግን እቲ ፍታሕ ክመፅ እዩ ምናልባት ግዜ ይወስድ ይኸውን ገለ እምበር እቲ ቃልሲ ክቕፅል እዩ እቲ ፍታሕ ከዓ ክመፅእ እዩ ማለት እዩ ስለዚ ቴንኪው ሃፋ ሓወይ ቴንኪው ዝዓርከይ ኦኬ ሚር ሃወ ያረ ብሮ ምሸት ቴንኪው